Asia Pacific economies ናይ ትራምፕ ናይ ትማሊ መግለፂ ኢና ክንርኢ ሎማዓንቲ ማለት እዩ ከምዚ ትሪእዎ ዘለኹም ብቻይና ጀሚሩ ዩሮፒያን ዩኒየን ቬትናም ታይዋን ጃፓን ኢንዲያን ዝኣመሰላ ዓበይቲ ሃገራት ወይ እውን ብብዝሒ ናብ ኣሜሪካ ንብረት ዝእትዋ ሃገራት ኣብዚ ተጠቂሰን ኣለዋ ከምኡውን ኣብ ጉረባብትና ሃገር ከዓኒ ኢጅፕት ሳውዲ ኣረቢያ ከምዚ ትሪእዎ ዘለኹም ዩኤኢ እውን ኣላ ኣብዚ ጆርዳን ዝኣመሰላ ሃገራት ሞሮኮ ብዙሓት ዓበይቲ ሃገራት ኣብዚ ተጠቒሰን ኣለዋ ብብዝሒ ናብ ኣሜሪካ ንብረት ዘእትዋ ብጀካ እዚ እውን ጎረቤትና ሃገር ኢትዮጵያ እውን ኣብዚ ተጠቒሳ ኣላ ማለት እዩ ስለዚ ናብ ኣሜሪካ ወላ እውን እቲ ዝነኣሰ ንብረት ዘእትዋ ናይ ዓሰርተ ፐርሰንት እቲ ዝሓተ ዝተሓተ ቀረፅ ተቐሚጥላ ዘሎ ሃገር ዓሰርተ ፐርሰንት እዩ ብተወሳኺ እውን ናብ ኣሜሪካ መኪና ዝልእኻ ሃገራት እውን ናይ 25 ፐርሰንት ቀረፅ ወሲኹ ኣሎ ብተወሳኺ እውን ናብ ኣሜሪካ ንብረት ዝሸጣ እሞ ዓሰርተ ፐርሰንት ኣብ ልዕሊኡ ዝወሰኸ ውን ተወሳኺ ዓሰርተ ፐርሰንት ቀረፅ ኣቐሚጡ ኣሎ ማለት እዩ። እዚ ምናልባት ንቻይና ዝገልፅ እዩ ወይ ንቻይና ዝምልከት እዩ። ቻይና እያ ዓሰርተ ፐርሰንት ቀረፅ ገይራ ነይራ ኣብ ትእትዎ ንብረት። ስለዚ ምናልባት ከም ናይ ቻይና ንኸይደግማ ወይ ውን ብሓፈሻ ንቻይና ዝምልከት እዚ ዓሰርተ ፐርሰንት ወሰኽ ገይሩ ኣሎ ማለት እዩ። እዚ ተኸቲሉ ትራምፕ ሎሚ ናይ ናፅነት መዓልቲ ናይ ኣሜሪካ እዩ ብምባል ንትማሊ ገሊፅዋ ኣሎ። ንኣፕሪል ክልተ ወይ ንሚያዝያ ክልተ ንዘልኣለም ተዘኪራ ክትነብር እያ። ሎሚ ናይ ኣሜሪካ ኢንዳስትሪ እንደገና ዝተወልደሉ እዩ፣ ኣሜሪካ እንደገና ሃብታም ትኾነሉ ዕለት እዩ ክብል እውን ወሲኹ ኣረዲኡ'ሎ። ኣብዚ ቀረጽ ዝተገብረለን ሃገራት እቲ ዝነኣሰ ዓሰርተ ፐርሰንት ክኸውን ከሎ ከም በዓል ቬትናም ዝኣመሰላ ሃገራት ከኣ ኣርባዓን ትሽዓተን ፐርሰንት ቀረጽ ኣቕሚጡለን ይርከብ ኣሎ። ትራምፕ ኣብ ናይ መኪና ቀረጽ ወሰኽ ከም ኣብነት ንጃፓን ከምኡውን ኮርያ ኣልዒሉ ኣብ ዝተዛረበሉ ኣብ ደቡብ ኮርያ ዝሽየጡ መካይን ሰማንያ ፐርሰንት ኣብኡ ዝተሰርሑ እዮም ኢሉ እዩ ገሊፅዎ ዘሎ። ከምኡውን ኣብ ጃፓን ዝሽየጡ መካይን ከኣ ቴስዓ ፐርሰንት ኣብኡ ዝፈርዩ እዮም። ስለዚ ኣብ ጃፓን ዝስርሑ መካይን ወይ ኣብ ሶሪ ኣብ ጃፓን ዝሽየጡ መካይን ብሙሎም ኣብኡ ዝስርሑ እዮም ማለት እዩ ዝበዝሐ ኣብኡ ተሰሪሖም ኣውዲ ይሽየጡ እዮም፣ ቴስዓ ፐርሰንት ናይ ናይ ጃፓን መካይን ብሙለን ኣብኡ ዝስራሓ እየን፣ ስለዚ ነዚ ኣብነት ንምግላጽ ከኣ ስርሓት ናትና ግን ኣብቲ ሃገራት ኣይሽየጥን ዘሎ ብምባል ንኣብነት ፎርድ ኣልዒሉ ፎርድ ኣብዘን ክልተ ሃገራት ኣይሽየጥን እዩ ኢሉ እዩ ገሊጽዎ ዘሎ ማለት እዩ፣ በዚ ምኽንያት ከኣ ካብ ሎሚ ለይቲ ጀሚሩ ኣብዘን ሃገራት እዚኤን ታክስ ከም ዝገብር ወይ ከኣ ቀረጽ ከም ዝውስኽ እዩ ሓቢሩ ዘሎ። ጃፓንን ኮርያን ናይ ደቡብ ኮርያን ናይ ኣሜሪካ ቀንዲ ፈተውቲ ምዃነን ዝገለጸ ትራምፕ ይኹን እምበር ኣብ ንግዲ

ብዛዕባ ካናዳን ሜክሲኮን ኣብዚ ሊስት ዘይምህላወን እዩ። ከም ዝፍለጥ እቲ ቀንዲ ብዛዕባ ቀረጽ ናይ ኣሜሪካ እንተተላዒሉ ኣብ ዝሓለፈ ውሑዳት ወይ ከኣ ትራምፕ ካብ ዝመጽእ ኣትሒዙ ማለት እዩ ብዛዕባ ካናዳ ከምኡውን ሜክሲኮ እዩ ዝለዓል ነይሩ ወይ ከኣ እቲ ቀንዲ ሽግር ምስ ሜክሲኮን ከምኡውን ካናዳን እዩ ነይሩ ዝበዝሐ። እንተኾነ ግን ኣብዚ ሊስት እዚ ካናዳ ከምኡውን ሜክሲኮ ኣይተጠቕሳን ዘለዋ ማለት እዩ። ስምምዕ USMCA ዝበሃል ኣብ ሞንጎ ዩኤስ፣ ካናዳ፣ ሜክሲኮ ከም ዘሎ ትራምፕ ገሊጹ ን ወይ ከኣ ብዛዕባ እዚ ስምምዕ እዚ ከም ዘይፈርስ ወይ እውን ስምምዕ ከም ዘሎ ኣብ ሞንጎ ሰለስቲኤን ሃገራት ጠቒሱ ከም ዝፍለጥ ሓንቲ መኪና ክትስራሕ እንድሕር ኮይና ኣብ ሰለስቲኤን ሃገራት ክትበጽሕ ኣለዋ ስለዚ እዚ ስምምዕ ስለ ዘሎ ኣብዘን ክልተ ሃገራት ዝኾነ ይኹን ታክስ ከም ዘይወሰኸ እዩ ተሓቢሩ ዘሎ። እዚ ከኣ ጽቡቕ እዩ፣ ንካናዳ ከምኡውን ንሜክሲኮ እቲ ዝበለጸ ነገር እዩ ማለት እዩ። ኣብዚ ሊስት ወጺኡ ዘሎ ናይዘን ሃገራት ክንደይ ክንደይ ፐርሰንት እዩ ወሲኹ ዘሎ ዝብል ምስ ንርኢ ከምዚ ትርእይዎ ዘለኹም ብቻይና ምስ ንጅምር ሰላሳን ኣርባዕተን ፐርሰንት እዩ ቀረጽ ወሲኹ ዘሎ። ዩሮፕያን ዩኒየን ንኹለን ሃገራት ዕስራ ፐርሰንት እዩ ወሲኹወን ዘሎ። ታይዋን ኣርብዓን ሽዱሸን፣ ጃፓን፣

ማዳጋስካር ናብ ኣሜሪካ እንታይ እያ ትእቱ ኣይደነው ግን ኣርባዓን ሸውዓተን ፐርሰንት ተገይርላ ኣሎ ኣብዚ እውን ሉዊስ እውን ኣርባዓን ሸሞንተን ፐርሰንት ተገይርላ ኣሎ ጉረባብቲ ሃገርና ኢጅፕት ዓሰርተ ፐርሰንት ተገይርላ ኣሎ ሳውዲ ኣረቢያ ዓሰርተ ፐርሰንት ተገይርላ ኣሎ ዩኤኢ እውን ዓሰርተ ፐርሰንት ፓኪስታን ኣብዚ ዕስራን ትሽዓተን ፐርሰንት ቱርኪ ቱርኪ ዓሰርተ ፐርሰንት ተገይርላ ኣሎ ናብ ኢትዮጵያ ምስ ንኸይት ኢትዮጵያ እውን ዓሰርተ ፐርሰንት እዩ ተገይርላ ዘሎ ዝያዳ ቡን ምናልባት ቡን ካብ ኢትዮጵያ ናብ ኣሜሪካ ክኣቶ ክእል እዩ ማለት እዩ ወይ ይኣቶ ክኸውን እዩ ስለዚ ዓሰርተ ፐርሰንት ተገይርሉ ኣሎ ብጀካ እዚ ኣብዚ ሊስት ከም ትሪኦ ዘለኹም እቲ ኣብ መጀመርያ ዘሎ ፐርሰንት እቲ ንኣሜሪካ ዝገብራላ ታክስ ዝምልከት እዩ ከምቲ ንኣብነት ቻይና 34 ፐርሰንት እያ ታክስ ተገይርላ ዘሎ ናብ ኣሜሪካ ንዝኣቱ ንብረት። ቻይና ግን ካብ ኣሜሪካ ንዝመጽእ ንብረት ስሳን ሸውዓተን ፐርሰንት ታክስ ከም ተኽፍል ወይ ታክስ ከም ዘለዎ ናይ ኣሜሪካ ንብረት እያ እዚ ኣውጺኡ ኣብዚ ሊስት ወጺኡ ዘሎ። ዩሮፕያን ዩኒየን ሰላሳን ትሽዓተን ፐርሰንት ካብ ኣሜሪካ ንዝመጽእ ንብረት ሰላሳን ትሽዓተን ፐርሰንት ቀረጽ ከም ዘለዎ እዩ ኣብዚ ሊስት ዝገልጽ ዘሎ። በዚ ከኣ እቲ ናይ ኣሜሪካ ገይራቶ ዘላ ታክስ ክረኣ ከሎ ኣዝዩ ንእሽተይ እዩ ግን እዚ ኣቐዲመን ገይረንኦ ዝጸንሓ ዝተፈላለያ ሃገራት ግን ኣዝዩ ብዙሕ ታክስ እዩ ማለት እዩ። ከምዚ ትሪእዎ ዘለኹም ገሊኡ ክሳብ ቴስዓታት ዝበጽሕ ኣሎ፣ ሰብዓታት ዝበጽሕ ኣሎ። ታይላንድ ሰብዓን ክልተን ፐርሰንት ካብ ኣሜሪካ ዝመጽእ ንብረት፣ ባንግላዲሽ ሰብዓን ኣርባዕተን ፐርሰንት ዳትስ ዋይ እዩ ናይ ኣሜሪካ ብኣንጻሩ ከኣ እንዳበዝሐ ዝኸይድ ዘሎ ማለት እዩ። እስራኤል ሰላሳን ሰለስተን ፐርሰንት ካብ ኣሜሪካ ዝመጽእ ንብረት ሰላሳን ሰለስተን ፐርሰንት ሕጂ ናብ ኣሜሪካ ንዝኣቱ ንብረት ከኣ ዓሰርተ ሸውዓተ ፐርሰንት ገይራቶ ኣላ። ስለዚ እቲ ዝበዝሐ በቲ መንጽር ናይቲ ንሰን ዝገበረኦ ታክስ እዩ ተገይሩ ዘሎ ማለት እዩ። ኢጅፕት ዓሰርተ ፐርሰንት፣ ኢጅፕት ብዙሕ ኣይገበረትን፣ ዓሰርተ ፐርሰንት እያ ኣብ ኣሜሪካ ካብ ካብ ኣሜሪካ ንዝኣቱ ንብረት ተገይራትሉ ዘላ። ሳውዲ ኣረብያ እውን ዓሰርተ ፐርሰንት እዩ፣ UAE ዓሰርተ ፐርሰንት እዩ፣ ዝወሓዳ እየን እዚኤን ማለት እዩ፣ ሞሮኮ ዓሰርተ ፐርሰንት እዩ፣ ከምኡ'ውን ጎረቤትና ሃገር ኢትዮጵያ እውን ዓሰርተ ፐርሰንት እዩ፣ ኬንያ ዓሰርተ ፐርሰንት እዩ ከምኡውን ዓሰርተ ፐርሰንት እዩ ብኣሜሪካ ተገይርላ ዘሎ ቀረፅ ማለት እዩ ስለዚ ዝበዝሐ ቀረፅ ኣብተን ዓበይቲ ሃገራት እዩ ፀኒሑ በዓል ቻይና ዩሮፒያን ዩኒየን ዝኣመሰላ በዓል ጃፓን ኣርብዓን ሽዱሽተን ፐርሰንት ኢንድያ ሓምሳን ክልተ ፐርሰንት ስለዚ ዝበዝሐ ቀረፅ ኣብተን ዝዓበያ ሃገራት እዩ ፀኒሑ ማለት እዩ ብኡ መንፅር ከዓኒ ብዙሕ ፐርሰንት ንዐኣን ቀረፅ ተገይርለን ኣሎ